ሰላም ሰላም ተኻታተልቲ ሰላም ቴክ ቲቪ ከመይ ትኾኑ ኣኣብ ዘለኹሞ ሰላምን ጥዕናን እምበኣር ተመሊሰኩም ኣለኹ ብኻልእ ሓድሽ ቪድዮ ማለት እዩ ሎማዓንቲ ከኣ ከመይ ጌርና ዲክሽነሪ ናይ ሽዱሽተ ዲክሽነሪ ብናጻ ክንወስድ ንኽእል እትብ ሓጻርን ጽፍፍትን ቪድዮ ሒዘልኩም መጺእ ዘለኹ ማለት እዩ እዛ ቪድዮ እዚኣ ርኢና ናብ ኩሉ ሰብ ንክትበፅሕ ኩሉ ሰብ ንክጥቀመላ ሸር ንበላ ማለት እዩ ካብኡ ምቕፃል ሰላም ቴክ ቲቪ ሓዳሽ ዩቱብ ቻነል ስለ ዝኾነት ብዚ ኣጋጣሚ ሳብስክራይብ ጌርና ክንወጽእ ደጊመ ደጋጊመ ምሕጽንተይ የማሓላልፍ ማለት እዩ እዚ ማለት ንዘዝመጽእ ቪድዮታት ሓደሽቲ ተኻፈልቲ ክንከውን እብ ምስ ንደሊ ሳብስክራይብ ጌርና ክንወጽእ ምሕጽንተይ የሕልፍ ደጊመ። እምበኣር ከምዚ ንሪኦ ዘለና ሽዱሽተ ዲክሽነሪ ሒዘልኩም መጺኤ ኣለኹ ማለት እዩ። ካብ ትግርኛ ናብ ፍራንስ፣ ካብ ፍራንስ ናብ ትግርኛ፣ ካብ ትግርኛ ናብ ኢንግሊሽ፣ ካብ ኢንግሊሽ ናብ ትግርኛ፣ ካብ ትግርኛ ናብ ኔዘርላንድ፣ ካብ ኔዘርላንድ ናብ ትግርኛ፣ ካብ ትግርኛ ናብ ጀርመን፣ ካብ ጀርመን ናብ ትግርኛ፣ ካብ ትግርኛ ናብ ኢታሊ ካብ ኢታሊ ከኣ ናብ ትግርኛ ካብ ትግርኛ ናብ ኖርወይ ካብ ኖርወይ ከኣ ናብ ትግርኛ ማለት እዩ እተን ዝደለኹመን ዲክሽነሪ ወይ እተ ዝደለኹማ ዲክሽነሪ ክስደለኩም ምስ ትደልዩ ብዋትስኣፕ ንዓይ ትፅሑፉለይ ማለት እዩ እዛ ዲክሽነሪ እዚኣ ደሊና ኣለና ኢልኩም ፅሑፉለይ ኣነ ከዓኒ ብዋትስኣፕ ክሰደልኩም ይኽእል እየ ማለት እዩ እምባር ዋትስ ኣብ ተሌፎነይ ከምዚ ንሪኦ ዘለና ማለት እዩ ዜሮ ዜሮ ኣርባዓን ኣርባዕተን ሰብዓን ኣርባዕተን ኣርባዓን ሸሞንተን ኣርባዓን ክልተን ኣርባዓ ዜሮ ሽዱሽተ ብዚኣ ክፅሑፉለይ ትኽእሉ ኢኹም ዋትስኣፕ ማለት እዩ ብዚ መልክዕ ኣነ ክሰደልኩም ይኽእል እየ ማለት እዩ እምበር እታ ሊንክ ናይታ ዝደለናያ ዲክሽነሪ ምስ ተሰደደትና ከመይ ጌርና ክነውርዳ ንኽእል ማለት ነጠቓቕሙ ዝምልከት ኣብታ ንሪኣ ዘለና ኣብታ ሊንክ ክሊክ ንሃርም ማለት እዩ ኣብ ታሕቲ እንታይ መፂና ኣሎ ካንስል ኢንስታል ዝብል ማለት እዩ ኣብቲ ኢንስታል ዝብለና ዘሎ ክሊክ ሃሪምና ዳውንሎድ ክንገብራ ንኽእል ኢና ማለት እዩ እዚ እንተ ዘይመፂና ግን ቀጥታ ኣብ ፋይል ማናጀር ናቱ ማለት እዩ ኣብ ፋይል ማናጀር ኣቲና ዋትስኣፕ ዝብል ንደሊ ማለት እዩ ዋትስኣፕ ዝብል ኣብቲ ፋይል ማናጀርና ኣብኡ ፋይንድ ንገብር ማለት እዩ እታ ዋትስኣፕ ትብል ምስ ደለናያ ወይ ምስ ረኸብናያ ኣብቲ ሜድያ ዝብለና ዘሎ ኣብኡ ክሊክ ንሃር ማለት እዩ ኣብኡ ክሊክ ምስ ሃረምና ከምዚ ንሪኦ ዘለና ናተይ ዋትስኣፕ ዶኩመንት ኢሉ መፂኒ ኣሎ ማለት እዩ ንዓኹም ከ ከምኡ ኢሉ ክመፃኩም እየ ኣብኡ ክሊክ ሃሪምና ዳውንሎድ ክንገብራ ንኽእል ኢና ማለት እዩ እምበኣር ነጠቃቕሙ ዝምልከት ከም ንሪኦ ዘለና ማለት እዩ ኣብቲ ናይ የማን ወገን እንታይ ንርኢ ኣለና ኢንግሊሽ ዝብል ማለት እዩ ኣብታ English ትብል ዘላ ክሊክ እንተ ሃሪና ናብ ትግርኛ ክትቀየር እያ ማለት እዩ ብትግርኛ ክንጽሕፍ ንኽእል ኢና ዝደለናዮ English እንተ ኮይኑ ከዓ ኣብቲ ናይ English ክንጽሕፍ ንኽእል ኢና ማለት እዩ ነዚኣ ትመስል ነጠቃቅሞ ማለት እዩ ካብኡ ብምቕጻል